ካብ እዚ ግስምብር ነፍሶ ጸሪ ኣብዚኣ ደይ ሓገዝካንስ ኣብ ምንታይ ኢካ ትሕግዘኒ። ኣንቲ ከመይ ከመይ ኢኺ ትብልዮ ደለኺ እሞ እንታይ ኢኺ ደሊኺ እኮ እየ ድብለኪ ደለኹ። በጃኻ ንሎሚ ጥራይ ሕራይ በለኒ ማይ ሓሬት ደስ ኢሉኒ ማይ ሓሬት ኣምጻሊ። ዋእ ማይ ሓሬት ደኣ ካበይ ከምጸልኪ ደሊኺ። ውይ በጃኻ ናይ ዋላኻ ማይ ሓሬት ቃሕ ኢሉኒ ኣሎ ምጻለይ። ዋእ ኣንታ እዚኣ መወዳእትኡ ድንኩል ክትወልድ እያ ውይ ኣታ በጃኻ ንሎሚ ጥራሕ ኣምጻለይ እምበር ትሕጂ ብፍጹም ኣይእዘካን እዩ። ዋይ ኣቲ ኣቲ ክንደይ ትሕስው ኢኺ ናይ መወዳእታ እንዳበልኪ ክንደይ ግዜ ዲኺ ኣዚዝክኒ ንዓይ ዋ ኣንቲ ከመይ ኢኺ ትኾኒ ደለኺ
ከለና ምሽ ኩሉ ክገብረልኪ እየ ኢልካ ምሒልካለይ እዋ እሞ እሞ ትእዛዝ ዘለዎ ማሕላ ደይምሓልኩ ኣነ ማይ ሓሬት ኣምጻለይ። እዋይ ንዓኺ ክትጠንሲ ከለኽስ ብኻ ሰኺረ ሓዲረ ምነጠርኩዋ ከማን ኔረ። ክጠንስ ከለኹ እኮ ሰኺርካ ኢኻ መጺኻ ኔርካ። ዶ? እወ። ሱቕ በሊ ሱቕ። ሕጂ እንታይ ደድልየኪ ደሎ? ማይ ሓሬት። ከምጸልኪ እየ እሺ እሺ።
ኣምላኽ ይሓግዝካ።
ኣይይ ኣምየን ትእዛዝን ምርቓን ስንካን ትኽእልዮ ኢኺ ካሊእ ክደይ ትኽእሊ እምበር ሞኽታዕ

እዛ ዓለም ፅምዋ እዛ ዓለም ሰላም ሰላም ወይ ተባረክ ዓረብ ተመልካታ ሰብ ኣለካ ድዩ ኣብየት ሰብ ኣለካ ድዩ ዋ ኣብ ገዛ ዶ መሊኦም መሊኦም ኣለዉ ኣብ ገዛ ዲኻ ዘለካ ኣብ ገዛ ትብለን ዳኒ ዋ እሞ እንዳረኣኻኒ ብፅምዋ መይተ ሰብ ኣለካ ዲልካ ትሓተኒ ኣይ ኣነን ስለ ሕቶ እየ እንታይ ዳ ክንዲ ዘረባ ዳ ዋ ኣነ ውን ንዘረባ ኢለ እየ ዝሓወይ ኣይትሕረቅ። እዋእ ዳሕራይ ካብ ባገድድ እንታይ ኮይነ ክሓርቅ። ን ማለትሲ ብምዝራበይሲ ኣይትሕረቅ ማለተይ እየ ዝሓወይ። ስምዓ እንዶ ኣነ እኮ ሰብ ኣለካ ድዩ ኢለካ የብለይን ኢልካኒ ትውዳእ። ኣነ ከኣሲ ብመንፈስ ድራኣዮም ሰባት ደለዉ ኢለስ የማን ጸጋም እኮ እየ ክብል ጸኒሐ።
ንጸወታ ግዜ የብለይን። ጫማ ትብሉ ዲኻ ዋዕ እንታ እንታይ እዩ ዝሕቶኻ ወደይ ንዕቅብ ንዕቅብ ደብለካ ወደይ ጥዕና ኣለካ ድዩ እንታይ ኮይኑ እዩ ዝሕቶ ንዕቅብ ንዕቅብ ዘብለካ እሞ እንዳርኣኻዮ ዝገዛሲ ሪስቶራንት ድዩ ቤት ቁርሲ ድዩ እንዳ ችክሊስታ ድዩ ኒስትሮ ይውልውል ወ እንታይ ዳ ክገብር ኮፍ ኢለ ኣለኹ ሰብኣይካ ዘረባ ዝቆረስካ ኢኻ ትመስል ኣይትሓዘለይ ህውኽ እየ

እህ ዘምጻኩም ነይ ትገብሩ ሓው ከምኡ ክሓይሽ እዩ ብኡነት ብኡነት ናይ ብልበይ እንቋዕ ኦፊስሲ ሳእንኻ ኣውጺኻ ዝእቶ ይኮነ
ደሓን ዲኻ እታ ሰብኣይ
ገለ ዶ ጨንወካ ኣሎ ሓቀይ ከምዚ ሬሳ ሬሳ ናይ ምንታይ ሬሳ ኣለካ እንዶ ከምዚ ገምቢ ዓይነት ምሻሎ እውይ ኣቤት ኣባህላኹም እስከ ነጹረይ ንጹር እዩ ንጹር ሓንቲ ሕቶ ዳ ክሓተካ ጸገም የለን ሕቶ ካልሲ ትቕይር ዶ ዝሓወይ ይቕይርዎ እንታይ ደኣ ኮንኩም ማለት ሲ መዓስ መዓስ ትቕይር ኣሃ ዝቕይረሉን ምፍላጥ ንዓኹም መገድሰኩም ዲ ኮይኑ ማለት ሲ ጥሪ ለካቲት መጋቢት ሚያዝያ ጉንበት ዲኻ ትቕይር በዓል ሰኑየ ሰልስት ትነጥሮም ኢኻ። ኣታ ሰብኣይ
ስቅ ኢልካ ትውልውል ዲኻ ወላ ኣይትውልውልን ኢኻ። ኣታ ስማዕ እዚ ክነግረካ ከምዚ ናይ ኮቪድ ተጠቅሊልካ እዩ ዝውልወል እምበር ብካልእ ክውልወል ኣይክልን እዩ። ሕጂ ስቅ ኢልካ ትውልውል ዲኻ ወላ ኣይትውልውልን ኢኻ።
እዚ ከባቢ እዚ ኦክስጅን ተበኪሉ እዩ ክገርመካ እፍ ፍሉጥ ፍሉጥ ኣብዚ ጫማ እዚ ሓደ ቆልዓ መይትሉ እግረይ ወላ ይጨንዩ እሞ ከምዚ ናትካ በድኒ ግን ገጢምኒ ይፈልጥ። ኣቤት ኣቤት እንታይ ኢኻ ዝበልካ

ናይ እግዝኣብሄር ኣፈጣጥራ እዩ ጨው ኣለዎ ባሕሪ። ኣብ ነኽሲ ጨው የእትዩሉ ነዚ ባሕሪ። ኣነ ስብሃት ለኣብ ኣብ ገለ ከእትወኒ እዩ ዝቆልዓ ጥዕና ኣለካ ድዩ ስምዓኒ ክነግረካ ባሕሪ ጨው ጨው ኢሉ ጥዕም እንታይ ደኣ ደሊካ ደኣ እንታይ ደኣ ክጥዕም ደሊካዮ ደኣ። ኣነ ከኣ ዝብለኩም ዘለኩስ ዋላ ጨው ጨው ይጥዓምሲ ይበዝሕ ኣሎ እቲ ጨው ነጊሕኩምና እኮ።

ነስኒሱ ሽዑ ኣብ ጥቕኡ ሕንቢሱ። ከምዚ መኣዲ ኣብ ጠጥቑ ክነስንሰሉ ናይ ባሕረይ። ክሓተካዶ ዝወደይ ጽቡቕ ተማሂርካዶ ከይ ተማሂርካዶ ትምህርቲ ተማሂርካዶ ብዛዕባ ጨው ኖኖ ብሓፈሽኡ ትምህርትስ ኣለካ ዶብለ መሃራኡ ተማሂረ። ክንደይ ክፍሊ በጺሕካ ዝወደይ። ሳልሳይ ክፍሊ በጺሐ። ኣሰይ ኣሰይ ሓቅኻ ኢኻ ካባኻ እዚ ጥራይ እየ ክጽበ ጽቡቕ ኣለኻ እሞ ሕጂ ኣብቲ ናትካሲ መን ድኣሉ ጨው ነስኒስልካ ድኣ። እዚኣ እንድያ ትገርመኒ ዘላ ሓደ ማራጮ ዝፈቱ ሰብ ነሽንሽ ለይ ከይዱ እወ ሕጂ እዚስ መን እዩ እኳ ምፍላጥ ስኢነ ዘሎ በቃ እንታይ ግበር መሲልካ በዚኣ ከድካ ሓደ ጨው ሒዙ ዝኸደ ሰብ ኔሩ እንዳ ጎየኻ ኣርኪብካ ስለምንታይ ኣብታ ናተይ ጨው ኣብዚሒኻለይ በሎ ኢኻ ዝወደይ ሕራይ ኣንቱማቦ ካብ ንዕኡ ከይደ ዝደልየሲ ኣብዚ ናተይ እንዶ ሓድሽ ማይ ክዓውለይ ሽዑ ማዕረ ይኸውን እቲ ጨው ማይ ስምዓኒ ዝወደይ እዚ ባሕሪ ጨው ኣዩ ኣብ ዓለም ሪኢኻ ኣለኻ ጨው ዘለዎ ባሕሪ እቲ ሃብታም ብጨው ድባሃል እዚ ናህና ባሕሪ ቡነት ንሌላ ክኾነካ ኣነ በርሄ እንዴ ድባሃል ዋርድያ ናይዚ ባሕሪ እየ ኣብዚ ዘሎ ጨው ሪኢኻ ኣለኻ ንጥዕና በሎ ንሕማም በሎ ፈዋሳይ ዝኾነ መድሃኒት እዚ ባሕሪ እዚ ክትፈልጥ።

ነዚ ኩሉ ባሕሪ ጨው ዝንዝነሶሲ እወ ብኤሌክትሪክ ቁሩብ ቁሩብ ንሓሰብ ጓለይ እኮ
ሕጂ ኣነ እንታይ ይኹን ንስድራይ ከ እንታይ ክብሎም
ዘይሓሰብክዎ ጥንሲ ኣጋጢምኒ ወደቓ ወዲቕኒ ትብልዮም ዋ ደሓርከ መጀመርታ ክጭነቑ እዮም ክዓብዱ እዮም ብሕዞን ብጭብጦን ክጠፍኦም ድሓር ከነኹ ወይ ኣነ ትዕድለይ ወይ ኣነ ትዕድለይ ኣቲ ክሳብ ክንድዚ እኳ ከቢድ ኣይኮነን ድሓር እኮ ክለምድዎ እኳ እየን እዋ ናይ ብልብኻ ዲኻ ትዛረብ ዘለኻ ክሳብ ክንድዚ ዘጨንቕ ኣይኮነን ከኣ ክትብለኒ እሞ እንታይ ኢለ ደኣ ከጸናንዓ ክደሊኽ ደኣ ናይ ሓንቲ መዓልቲ ጌጋስ ንስኻ ግን ዋላ ሓንቲ ይፈጸምና ኒሃልካኒ ንዓይ ኮሜዲ የድልየካን እዩ ብእውነት ብእውነት ሚካለይ ሰኺርኪ እኮ ኢኺ ነይርኪ ከማን ገዛ ከብጽሓኪ ዶ ኢለኪ ሽዑ ከምዚኣ ኢለ ገዛ ክኣቱ ይክእል እየ ኢልክኒ ደሓር ሽዑ ኣነ ከኣ ሽዑ ሆቴል ኣቲና ድሌትካ ከኣ ጌርካ እሱ ደኣ ወላ ንስኽስ ድሌትኪ እንዲኺ ጌርኪ ኣነ እኮ ሓሳብ ኣይነበረን ደፋፊእክኒ እኮ ኢኺ ንዓይ ኣነ እኮ ትዕድለይ ሽመይ ምሩር ኮይኑ ናባይ ትመጽኣ እምበር ንስኽንሲ እባ ዋታ በጃኻ መፍትሒ ንድለ እታ ዝሓሸት መፍትሒት ተጸሚምኪ ንስድራ ምንጋርያ ካብ ተመኩሮይ እታ ዝቐለለት ንሰያ። እምቢ ንስድራይ ሲነግሮምኒ ከስድዶ ኢኻ። ዋእ ንዕባ ፍረ ብርከይ ዋእ እዚ ቆልዓ እንታይ ይኸውን ዶ ታይ ነፈልጥ ኢና ደይከውን ዋ ደይከውን ስከ ይዛረብ እዩ እንታይ ትብል ዘለኻ ክትምርዓውኒ ትኽእል ኢኻ በቃ
ቤለ እያ ትረኣየክን ምሽ ድሕሪ ቤለ ደሎ ፀገም ኣይርዳእክን ዋታ ፀገም ገለ ይትበለኒ ካብዚ ዝኸፍእ ፀገም ኣይመፀንን እዩ ሚካል ሚካል ስምዕኒ እሞ እዚ ቆልዓ ክስደድሲ መትክል በል ኣነ እንታይ ይኹን እቲ ደስድድ እንታይ ይኹን ዳሓር ከዓሲ ስድራ ቤትኪ ከማን ናይ ቆልዓ ሃረርታ ይህልዎም እንታይ ዶ ትፈልጢ ኢኺ ቅድሚ ወርሒ ሓፍተይ ሓሪሳስ እንታይ ተመሪዓ እቲ መርዓውትን ካብ ዓርካ እምበር ባዓተ ታኾንክናቲ ደይቲ ነግራናቲ ኣቲ ታኾንክናቲ ባ ኣቲ ቁርብ ደይቲ ሓስባ ደይቲ ነግራና ክልተ ቆልዑት ኣብ ሓደ ገዛ ፅቡቕ ዶ ይኮነ ደይትረዳዳ ማለት ደሓን ናቱ መግደፍ እዮ እቲ ንሓብትኻ ዓርካኸ ከመይ ንፉዕ ድዩ ንሱ ዳኣ ኩሉ ነገር ገይሩላ እዩ ከማን ኣብ ጥምቀት መርዓ ክንገብር ኢና እዩ ዝብላ ዘሎ ተመስገን ተመስገንካ ጎይታይ እንኳዕ ክልቴና ሓደ ይኮንና ምሽ
እወ ማለተይሲ ስድራኽስ ንሓደ ቆልዓስ ምእላይ ኣይስእኑን እዮም። እዋእ ንስኻ ከይትኣልየኒ ኢኻ ማለት ድዩ? ኣቲ ሚካላ ሓፍተይ ታይ ክብለኪ ደልየ መስልኪ ኣነስ ሓንቲ ነገር ተዓዲላትኒ ኣነ ምውላድ ጥራይ እየ ክኣልይ እኮ ይደሊ እየ ግን ምሽ ኣለኪ ይሓፅረኒ እዩ ምሽ ኣሎ ዕድለይ ሓምሽሽካስ ብንእስነተይ ከዓ ክትፃወት ብሓፂሩስ እንታይ ኢኻ ትብል ዘለኻ?
ክስታይ ግበሪ መጀመርታ ኣምላኽ ብሰላም እሞ የጋላግልኪ እዚ ጥንሲ እኮ ኣምላኽ እኮ ይህብና ወይ ኣታ ኣነ ክፅለል እየ ኣታ ንፁር ነገር እንታይ ኢኻ ትብለኒ ዘለኻ መጀመርታ ብሰላም ተገላገሊ ደሓር ኮፍ ኢልና ንዘራረብ እብለክ ኣለኹ በጃኻ ስድረይ ጨካናት እዮም በጃኻ ገለ ንግበር ስድራኺ ስድራይከ ከም ስድራይ እሞ ኣብ ዓለም ድጭኩኑ ከማና የለው ሂትለር ሂትለር እዮም ክትፈልጢ እሞ ክስታይ ዶ ዋላ ክንገብር

ውፃዮ ውፃዮ ኣርባዕተ ሰቡት እንዲኻ ትሰጥሕ ከም ክዳውንቲ በሎም እባ
ኣታ ፀወታ ግደፍ ላግፂ ግደፍ ኣነ ደኣ ንመን ሰብኣይ ካህሪ መፈልጥ ኣታ መጉሽ ሓወይ መጉሸይ መጉሸይ ሓወይ ርድኣኒ ርድኣኒ ከክንዲ ገለ ዝኾኑ ድላዕ ሒዞም ሰንሰለት ሒዞም ክቐትሉኒ እዮም ደልዮም ተሎ ወይለይ ታቑም ነገር ዲኻ ዛረብ ዘለኻ

ዋይ ማዕቢሉ እዩ እኮ ሰብ ፍላት ከም ጣይታ እኮ እየን ረቂቀን ደለዋ ተለቭጅን መንድዓት ደለዋ ተለቭጅን ሒዝካ ክሳብ ሕጂ መንድዓት ደለዋ ው ስማዕ እንደ በርሀ እም፣ እ?
ኣብቲ ሌጣ ትብሎ ዘለኻ ተለቭጅንን ኣብዚ ሕቆ ዘለዎ ተለቭጅንን በበይኒ ዜና ድዩ ድመሓላለፍ ኣብዚ ባባ እዮም ድብሉ ስለ ድድንጉ እዮም ትመንድዓት ባባ ኣብኡ ግን ቁልጡፋት እዮም ዶ መጎስ ወጥ ኣበልካዮ ፈቐዶ መስተ ክትከይ በርሀ እ፣ ዋንታ ዘምፀእካ እንዶ ግበር ተለቭዥንካ ዓሰርተ ኣርባዕተ ኢንች ገዛኻ ዓሰርተ ኣርባዕተ ኢንች ዋ ከመን ኣጹም መንቀራቑሮ ትቕመጥ ኣንታ መጉሽ ሓወይ ኣንታ ደሓን ደብፀካ እንደ ስራሕ እንታይ ኢኻ እንታይ ኢኻ እንደዚ ዓዘራኽ እንታይ
ዜና ጥራይ ኢኻ ግን ትርእየላ ነይርካ ዜና ወ ዜና ዜና ሲኤንኤን ካብ ደይ ርኢ ክንደይ ክንደይ ይብለካ ኣለኹ ዓለም ስገዲፋትኒ ተመርቂፋ ኸይዳ

ግጥም ኢኻ ቢልካዮ ሙሉእ ፉል። ፉል ፉል ካብ ዱበይ። ታይ ባዶ ድኣ ተኸውን ኣምጺኻዮ። ኣንታ መጉሽ
ቻርጀር ካብ ከምዚ ካብ ከም ይሰልጥ ምሽ ይቕልጥፍወ
መጉሽ ሓወይ ክንደይ ዓመት ርኢኻላ መጉሽ ሓወይ እዚኣ ኣንታ እንታይ ኢኻ ኢንተርቪው ትገብረለይ ኣንታ ብረት ውርሻ ውርሻ ናይ ኣቦኻ እያ ምሽ እወ እወ እወ እወ ዕርያ እወ ነዚኣ ምስ ሰርሑ እኮ ገዲፎም እዮም ቶም ካምፓኒ የለውን ጓዓፅዮም እኮ እዮም ጅኑስ ኑቴላ ፒናት ዓሲር እዮም ዝሰርሑ ደለዉ ቶም ካምፓኒ ገዲፎሞ ከምዚኣ እዚኣ ማችብ ኣንታ በርሀ ከተዕርያ ትኽእል ዲኻ እወይ እወይ በታቲንካያ ግን ናይ ደሓን ክንድዚ ምብታንሲ። ኣበይ ደኣ ክረኽቦ እቲ ጸገም ኣንታ ሞጎስ ሓወይ ምሳኻ ግና ኣረቂ ትሰቲ ድያ ኣነ ዶ ገለ ክልተ ዳብል ገለ ትኽዕወላ ከይትኾኑ ሓሓሪቕካ ዜና ምስ ሓረቐካስ ገጭ ትግጭቦም ቆይ ትኸውን ኢለ ኣንታ ሓወይ እንታይ እዩ ጸገማ ንሕና ኣለና እንታይ ደኣ እሞ እንታይ ይግበር ኮይኑ ኢልካ እንታይ ዝበለ ቆልዶ ኢኻ ስኪምካ እንተ በረሓ ናይቲ ቴክኒሻን እንዲና እንታ ጀሚርናልካ እዚ ኢንስታሌሽን እንደ ኣትየልካ ደሓር ናይቲ ንብረት ከዓ ኩሉ ኣማሊእካዮ እኮ ኣለኻ። ኣማሊእዮ ቴሌቪዥኑ ይትበል ሬድዩ ይትበል ሞባይሉ ይትበል ሰዓት ኣይትበል እ፣ ገጽ ሰብ ኣይትበል ኣስመራ ነስመራ እኳ ትዛረባ ዘለካ በረ ሓወይ በረድ የብል እያ በረ ቴክኒሻን ካብ መዓስ ቤን ፀንሐ ዕቑር ሃፍቲ ተባሂልካ ዓይናይ ዕላል እዩ ዘሎ በረ ሓወይ እቶም ቅድመይ ዝፀንሑ ቴክኒሻናት ሰለማዊ ሰልፊ እኮ እዮም ክወፁ ደልዮም እዋ ኣይግሕካዮም እንዲኻ ተኣልዮም እንዲዮም ካብ ስራሕ ኣሊኻዮም ኳ ካብ ስራሕ ዳሓር እንታይ ድዩ ስስዕቲ ከዓይ ድየ ፅቡቕ ኣነኸ መጠን ናይቲ ስራሕ እየ ዘኽፍሎም መጠን ናይቲ ስራሕ ከምኡ እንተኾይኑ ወ ንሓንቲ ቴሌቭዥን የዕሪኻስ ዋጋ ቴሌቭዥን ደኣ ይሕደግ እዩ ደኣ ዋጋ ቴሌቭዥን ዘይትገዝእ ትሕስረሎም ኢኻ ማለት ድዩ የሕስረሎም ዶ ክንቁስ ሙጡን ምሽ ኣለካ ሙጡን ሙጡን ይገብሩ በየን ፅንሕ ካብ እዚሲ ካበይ ዝምንጭወ እዩ ኣነ ገሪምኒ እዩ ዘሎ መዋእልካ ኣነ ተዕርር እየ ካይፈልጥ ነ ሓቅኻ ዲኻ ኣነ ሕጂ ኣይዝከረኒ እምበር ኣደይ ቆልዓ ከለኹ እስኻ ንፉዕ ቴክኒሻን ክትከውን ትኽእል ኢኻ እያ ትብለኒ ፍቕርን ዝበፅሐንካ በፃነይ በፃነይ እንዳ እንዳጥበበት እንኽላሲ ኤሌክትሪክ ጠዘዝ የብላ ነይረ በፃነይ ከለኹ ካብ ሸዓ ወደይ ቴክኒሻን ክኸውን ኢላ ትምንየለይ ሕጂ እናጠበብኳ እያ ከለካ ሲ ሕጂ ጠዘዝ ዘብላ ማለት ኤሌክትሪክ እያ ልፈላ ይገርመካ እዩ ንዓስኪ ተኽሎ ብሓዊ መልሓስካ ኤሌክትሪክ ኣለዎን የብሉን ክፍትነካ ሓንቲ ናይ ትገብሮ ዘለካ ኣኽለካ እዩ ስማዕ እስኪ ሕጂ ሲ ግና ሽዑ ምርቓ ጆኾኑ ደሎ ዋላስ እቲ ኣፍልጦ እዩ? ኣብ ውሽጠይ ጸኒሑ ድጉል ሰባት ሽዑ ናብቲ ትምህርቲ ምስ ኣእተዉኒ እወ ብጥሽካ ኢየ ወጺኣ። እንታይ ኢኻ ትዛረብ ዘለኻ በጣዕጣዕ ኢለ ወጺኤ በጣዕጣዕ ኢለ ወጺኤ። ከመይ ዲኻ ኩሪዕካ እንደለኻ ኣንታ ዝዓርክኻሲ እወ

እዚ ኤለትሪክ ናይ ገዛኺ ኣዝዩ ኣዝዩ ሕማቕ እዩ ዘሎ። እወ ሕማቕ ስለ ዘሎ እንዶ ይሰርሕ ዘሎ ጠቕላላ። እወ ኩሉ እቲ እቲ ክስታይሲ እዚ ኢንስታሌሽን እወ ከምዚ ተበቲኑ እዩ ዘሎ ዝሓብተይ ማዕሪ። ብትን ኣቢልዎ ከይዱ ይበትኖ ከምዛ ናትካ መሳርሒ ገለ ዶ የምጽእ ሓንቲ ገለ ነገር ሒዙ መጺኡ የዕርየያ ኢሉ ከኣ ኣሽሓት ተኸፊሉ ከይዱ። እወ እሞ ግን ቁሩብ እዚ ማለትስ በታቲንዎ ዶ ኣሎ ካበይ ዝሰሓብ ዶ ኣሎ እዚ ኤለትሪክ ናበይ ገጹ እዩ ዝኸይድ ዘሎ ምንጩ ናበይ እዩ ታርጌቱ ናበይ እኮ እዩ ምርዳእ ኣቢልና ዶ ኣሎ እዚ ገዛ እዚ ገርመኪ። ከምኡ ኮይኑ ስንካለ ኣለካ ጸልሚተ ኣርባዕተ መዓልተይ። ወይ ሓብተይ ወይ ሓብተይ እሞ እሞ ምስ ጸልማት ኢኺ ጽቡቕ ተመሓዚኺ ዶ ኣለኺ በልኒ። እንታይ ክመሓዘወሉ ጥራይና ጸልማት እመሓዞ ጸሊእ ዶ ክመውት ዝገዛ። ደሓር እንታይ መሲሉኪ ክኢላታት ፐርፌክት ዝኾኑ ሰባት ኣይኮንኩምን ትዕድሙ እሱ እዩ ዝጸገምኩም። ኣነ ድኣ ወሪድኒ ብምንታይ እሞ እፈልጥ ኣብዚ ኣሎ ድዕሪ ኢሎምኒ ንዑ ሒዜ መጼ ሓንቲ ከይሰርሐ ኣሽሓት ሒዙ ከይዱ በርሀለኪ ከመይ ድበለ ንፍዕ ምስ በሉኒ ናባኻ መጼ። ክነግረኪ እወ ኤሌክትሪክ እወ ኤሌክትሪክ እወ ኣገባብን ስርዓትን እዩ ዝሓሉ እወ ኤሌክትሪክ ሓንቲ ጌጋ እንተኾይና ንዕርበትካ እያ በስመ ኣብ ወወልድ ወመንፈስ ንዕርበትካ እያ እወ ኤሌክትሪክ ኔጋቲቭን ፖዘቲቭን ክትፈልጦም ዘይትኽእል እንትኾንካ ናብታ ኔጌቲቭካ ዓዘብ እያ ግድ የብልካ ይኽደነና እወ ሕጂ እዚ ንብረትካ ከም ዝፈተሽኮ ቴሌቭዥን ዳ- ተቃፂለ እያ ዓሪበ እያ ደላ ውይ እወ ቅርብ ወርሒ እኮ ኢኻ ገዚእያ። ደሓን ተቓጺላ እንድያሳ ንዓኣ ከዐርየልኪ እየ። ሕራይ ጽቡቕ። እቲ ውሽጢ ዘሎ ንብረትኪ እውን በዓል ፍርጅ እዚ ሓጻቢት እውን ከፊላዊ ጉድኣት ወሪዱዎ እዩ። ዳርጋ ከፊላዊ ዝኾነ ዕንወት ወሪዱዎ እዩ። ገንዘብካ ከፊልካሲ ንብረትካ ክትዕኑ እንታይ ዓይነት ሰብ እዩ? ኣባላሽዎ እንድዩ እዚ እቲ ክእለት እኮ እዩ ዘየለኹ ንቖልዑት እንዳሃብኩ ንቖልዑት

እንካ እህ ካብዚኤን ምረጽ ምረጽ ምረጽ እወ ክመርጽ እንየ ብርሃ ሓወይ እው ብፍላይ ካብ ፍሬት ዝኾነት ቆልዓ ተምጺኻ ሊረኢኻ ንዓይ ትርበይ ርግእ ምበለለይ ንዓኻ ከዓ የሐግስ ምበልኩኻ እንባ ብርሃ ሓወይ ካብ ፍሬቶስ ትመርጽ እታ ካብ ፍሬቶ እሞ ናባኻ ትመጽእ ድያ ወይ ልክዕ ብርሃ ሓወይ ዝኹሉ ግርማኻ እንታይ ጎዲልካ ድሓር ከዓ እንታይ መስልካ ኣለካ ኣሎ ጓል ዓሰርተ ሸሞንተ ዓመት ቆልዓ እንተኾይናሲ ኣቲ ምርጫ መሓገዝትና ማለት እዩ እወ ጽቡቕ ትመርጽ ምርጫኻ ጽቡቕ እዩ ሰበይቲ መሓዝ ግን ዜሮ ኢኻ
መሓዝኪ

ኣቤት ሽሻይ ኣቤት ሽሻይ እዚኤን ሲ ንዓመታ ክንጸንሓ ኮና ዶ ኣታ ናይ ዓመታ እንዶ ግደፍ ናይ ሕጂ እሞ ግበር ንዓመታ ስዝጋኣብሄር ሒዝዎ ኣሎ ወደይ እንታይ መስልካ ብርሓዊ ብጽሕ ብጽሕ ምበልኩ
ከም ንግደት ሲ ብጽሕ ብጽሕ ክትብለን ኣንታይ ይርዳእካ ዲ ተደዊሉ ሓባም ሓባም ጭራ ሃለው ክቡር ዓሚል እወ ሓደ ዓሚል ሒዘ ኣለኹ ናቱ ጉዳይ ክውዳእ እሞ ክመጸካ ኣብኡ ጽንሓኒ ስምዓኒ ኣነ ስራሕ ኣይደራርብን እየ ናይዚ ክውድኦ እሞ ናትካ ከኣ ክገብረልካ ኣብኡ ጽንሓኒ እብለካ ኣለኹ ኦ ህኮት ኣይትሰምዕን ኢኻ ንስኻ ኣው ጽናሕ ክንደይ ይዛረብ እዩ በጃኻ ኢለካ ምረጽ ኣታ ምረጽ እሞ ሰብ ይጽበየኒ እዩ ደሎ ተረዲኻ ኣለኻ ወይ ሸሪጥካ ክፈት እሞ ከሕልፈልካ ርግእ ኢልካ ልብኻ ረጊእልካ ምረጽ ሕጂ ክመርጥ ሕጂ ካብ ሎምዚ ኣየሕልፋን ይብለካ ኣለኹ በርሓወይ እቲ ገዛይ ከዓ ጽምዋ ትበልዒ እዩ ዘሎ። ኣታ ጽምዋ ወብላዕ ኣታ ክንደይ ኣንስቲ ዲኻ ፈቲሕኻ ከማኻ ሓዳርን ቶርታን ድቆረሰ ኣሎ ድዩ ከማኻ ቶርታ ድቆረሰ መርዓዊ ገጢምኒ ይፈልጥ ምስ ኩለን እኮ ኢኻ ቶርታ በሊዕኻ። ኣታ በርሀ ሕጅስ ዘረባ ገዲፍናሲ እዚኣ መሪጸ ኣለኹ ንህልካ እስከ እዚኣ ዓይነይቲ ልንጆ ትመስል ቆልዓ ትሪኣ ኣለኻ ዓይነይቲ ኣስክ እስከ እንዶ ግደፍ ኣርእየኒ እባ እዚኣ ክርእየካ እባ እስከ ሓሳብ እንዶ ሕራይ

ነጊረካ ልቢ ኣድሚያ ተዝኸደት
ኣንታ እዛ ልብኻ ከመይ ድያ ትደምይ መጥባሕቲ ድን ትገብራላ ልቢ ኣድሚያቶ ምሽ ከይዳቲ ኣዳዲ ኩሉ ታሪክ ህይወተይ ነጊረያ ነዛ ቤብ ተረድያና ናይዚኣ ክነግረካ ነቲኣ ምሽ ዓሰርተ ሓደ ምስ ነረታ ልበይ ዘድመየትኒ ዓሰርተ ሓደ ኣሕዋታ ካናዳ ምሽ ኢለካ ነረ ናይዚኣ ሰላሳን ኣርባዕተን ሰላሳን ኣርባዕተን ሕጂ የሕዋታ ደኮስ ዓሌታ ማለት እዩ ኣብ ካና ድያም ደለዉ ኣብቲ ኢሚግሬሽን ዲኻ ትላለየ እንተበት ከወደይ ኣብቲ ኢሚግሬሽን ተሳልጥ ዲኻኡ ኖኖ ዳዲ ናይዚ ኣትሕጎስ ኢኻ ዳዲ ናብራና ተቐይሩ ዳዲ ከመይ ማለት ተቐይሩ ሓቂ ምሽ ቤቢ ዳዲኣ ዳዲኣ ደውሉ ጸኒሕ ሕጂሲ እዚ መባሊቲ ክሲ ከመይ እዩ መነባብሩ ደለዎ የብሉን ኣቦኡ ዋርድያ ይሰርሕ ድተዓረቑ የተዓርቕ ደፋትሑ ተለዉ የፋትሕ መቓብር ፍሕር ይገንዝ እዩ ምስ በለቶ

ዳዴ ነግረካ ኣለኹ ናይዚኣ መንጭት የብለካ ኣለኹ ልክዕ ብ ሞርሴት ከም ተኣሰርኩ ጌር ክሓስብኒ ካብዚኣ ሲ ወይ ከልቕቕ እብለካ ኣለኹ ቀዚኣ ያጉሰኒ ብኦፕሬሽን ኣይፍለኒ ንስኻ ትሓይሽ እኮ ካብ ተሓውኻ ክገርመካ ንስኻ እኮ ትሓይሽ ሓቂ ዘረባ ንስኻ ትሓይሽ እሞ ንየዕብዮ ክረኽቦ ንየዕብዮ ረኺብካ ወዲ ኣላታ እየ ነትረ እታ እንዳ ሽፎን ከኣኒ ሕታ ሕተት ሕራይ እንዳ ሽፎን ክንውድኣላ ኢና እወ ነቲ ሚዜርያ እንታይ ኢና ሞንዖ እንታይ እንዳ ስዋር ኢና ክነውፅኣሉ ድሓር መባልይ ትግበርኩ ኣሜን። መባልይ ክበልየ ትግበርኩ ዳ- ዳዴ፣ በጃኻ ክበልየ።
ኣይትፈላለ ካብ- እስኪ ካብዚኣስ- ጨቢጥካ እስኪ ሓስ ካብዚኣስ እዚኣ ከኣ ግርም ሪኺ ኣይህብን ጽብቕቲ እያ እ፣ ግን ኮለል ክብል ስራሕ ክደሊ ስለ ዝወዓልኩሲ እ፣ እዛ ከብደይ ቁልፍ ኢላ እንድያ ገለ ምስ ሓተለኪ ሃብኒ። ንሳሕ ደኣ ሕጂ እንድየ ዝገብር ዘለኹ ከይድንጉየካ ፈቐድኦ ሃሰውሰው ትብል እንተኾንካስ ንእግሪ መንገድኻ ገለ ግበር። ዶ ከይደ በሊ ከይደ በሊ እም ጸላኢኻ ኪድ ዝወደይ። ኣይ እንታይ ገበርኪ ኣነ ደይከይድ። ኣንታ
ንዓይ ከም ጸላኢትካ ዲኻ ትሓስበኒ ዘለኻ? ኣነ ኣነ ከምኡ እይበልኩን ይኸይድ ኣለኹ ኢለኪ እንታይ ደይለ እየ ካልእ። እታ ጓለይ ከ ከመይ ኣላ? ዋእ ኣታ እንታኾንካ ደኣ ትስሕቕ። ኣንቲ ኣንቲ ገምጢልኪ እየ እንዴ ኣንታ ወይ ዝሕተት ዘረባስ ሕጂ እንዳኸድኩ ትሓትኒ ብዝኾነ ግን ቶም ቆልዑት ጽቡቕ ኣለዉ ጓልኪ ግን ትሓምም ኣላ። እንታይ ኮይና?
ዋእ ከምኡ ናይ ቀደም ኣደይ ሕምምቲ ኢኺ ሂብክኒ። ኣንታ ናባኻ ምስ ኣተወት እያ ሕቆይ ርእሰይ ትብል ዘላ እምበር ሰናይት ጓለይ ሓሚማ ኣይትፈልጥን እያ። ጎያይ ትቕድም ተሰኪማ ኣይትደክም እኮ እያ ነይራ።
እሞ ንፍዕቲ ጎያይት ክትኮነልክስ ምስ በዓል ዘርእሰናይ ደኣ ደይተእትውያን ነበርኪ? ኣታ ወደይ ኮምኡስ ሓሲብና ኔርና ናህና ሓሳብ ጥራይ ዘይኮነ ንሳ ዊን ኮምኡ ኢዩ ኔሩ ሓሳባ። ዓለም ከከም ዝተመነኻዮ ኣይትበካን እያ። ዶ እሞ ብኸምኡ ኢኺ ዝደለኽዎ ከልኪልኪ ትሰጉኒ ደለኺ? ዋእ ምሃብ ተመንይኒ ወደይ ሂበካ እንድየ። ኣረብሪበኪ ምሽ? ኣረብሪብካኒ እወ ገዛ ምሉእ ኣግዒዝካዮ። ክንደይ ሻዕ ዘይጓረትካ ዋይ ኣኽሊሉ ወደይ። ማማ ስለ።
ኣኽሊሉ ወደይ ከመይ ውዒልካ ደሓን ዶ ውዒልካ ከመይ ውዒልካ ከመይ ከመይ ኢልኩም ቀኒኹም ደሓን ዶ ቀኒኹም ደሓን ኢና ኣንታ ኣኽሊሉ ክንድዚ ዝኣክል ኣስቤዛ። ኣቲ ማማ ስላስ እዚ ድኣ ኣየናይ ኮይኑ። እቲ ብቀዳማይ ዘምጻኻለይ እኳ ዘይወዳእክዎ ኣይኮምኡ ኢሉ እንድዩ ዘሎ።

ራዕወይ ፅንዓት ያብካ ኣሜን ኣሜን ኣሜን መጎስ ሓወይ ፅንዓት ያብ ኣሜን ኣሜን ኣንታ ብርሃ ሓወይ እንታይ ደኣ ድበሃል የብሉን ፅንዓት ሃብካ ንዓኻ ምሉእ ምሕረት ኣውርደላ ኣሜን ኣሜን ኣሜን ጎጉል ሓወይ ኣሜን ጎጉል ሓወይ ኣሜን እሞ ብሪ ገንዘበይ ዶ ትበኒ ኣንታ ኩነታተይ እባ ክፈልጥ እንዳረኣኻ ክንደይ ትስስዕ ኢኻ እንታ ግምጥል እንተበለኒ ስምዓኒ ምለሰከ ሕራሕረ ገንዘበይ ቀሪብካ ለጨመ ግደፉ ክቕርበልካ እየ
ደዳሉ ድኽዎኖ ከመይ ከመይ ድኾን ደሎ እንድዒ ንሳ ድያ ወይ ኣነስ እንድዒ መልእኽቲ ሒዛ ድመፀዳእ ከይትኸውን ካልእ

ዋይ ኣንቲ ራኪ ራኪ ራኪ እዛ እትሰብ ደኣሞ ሰብ እንታይ እሞ ክኣቱራ ደሊኻ እንዳ ሰብኣይስ ብድሕሪኡ ካልእ ሰብኣይ ክኣቱ ጽቡቕ ድዩ እንታይ እንዳ ሰብኣይ ትብላ እንታይ ክገብር ደኣ እሞ እስኻ የለኻን ስራሕ እንዲኻ ስራሕ ተለኻ ደኣ ጋሻ ክመጸኒ ይምርተ ደኣ ዋ ከለኻ ዝመውጥሉ እንድዮም ስምዕ እንዶ ክነግርክ ኣንስትስ ይምጻ ሰብኡት እንታይ ኣለዎም እንዶ ምጽናብ ዝገዛዚ ኣታ ታይ ዘረቡ እዩ ድኾነ ሰብ ክመጽእ እምበር ታይ ሰብኣይ ሰበይቲ ኢልካ ዘረባ። ኣገባብ ግበሪ እዛ ሓዳር እዚኣ ተረዳዲእና እንተኸድናያ ጽቡቕ እዩ ኣነ እወ። ግን ባህ ይብለኒ የለን ዝመንገዲ ክብለኩም። እንታይ እዩሞ ባህ ደይብለካ ኣነ እዘን ክልተ ሰለስተ ወርሒ ካበይ ኢካ ኣምጺካዮ ክንድዚ ጭቅጭቅ ክርዳኣኒ ይክኣል ካብ መዓስ እዩ እዚ ባህሪ ዝመጺ። ድሓን
ጸገም የብሉ ኣታ በርሀ እንታይ ኢኻ ትኾን ዘለኻ? በርሀ ካልእ ሽጣራ ፈልጥ ክነግረኪ ካልእ ሽጣራ ፈልጥ ተረዲእኺ ኣለኺ እንታይ ትገብሪ ኣለኺ ከመይ ትኸዲ ኣለኺ ኣጥዕየ እየ ዝፈልጠኪ ዘሎ ከመይ እሞ ኸይደ ከመይ ኸይደ ከምታ ዘጉርጊ ከም ኣለኹ ከም ኣለኺ እወ ከም ኣለኺ ውንተን ኣሙድ እንታይ እንታይ ዝተፈለየ ነገር ርኢኻ እንታይ ክገብሩ እዮም እዞም ሰብኡት ዝመፁ ዘለዉ ሰብኡት እሲ እንታይ ክገብሩ እዮም ዝመፁ ዘለዉ ሰብኣይ ንሓዛኽስ እንታይ ክገብር መፅዩ ሽፎን ከብፅሓለይ ሳርታ ድዩ ሰርተይ እታ ዲኮ እንዴት ዛርብ ሕጂ ሰቂልካ ዘረባ ይጣዊ ክነግረካ ግን ሰብኣይ መሓዛይ ይምጻእ ወዲ ሓወቦ ይምጻእ ወዲ ሓትነ ይምጻእ እዚ መዓስ እንዳ መለኹስየ ኮይኑ ደኣ ኣንስቲ ጥራሕ ድመጻኒ ሰብኡት መጹኒ ኣንስቲ መጻኒ ጸገም የለን ኣብዚ ገዛ እዚ ሰብኣይ ምእታው ኩልኩል ኢለ ደይጽሕፈሉ እንታይ ሽግር ተሎ ኣነ ከኣ ቆልጦ ዶ እወ ኣነ እኮ ደላይት ሰብየ ተረዲእካ ቤተሰበይ ከም ድላዮም ክመጹኒ እዮም ድሓር ሰብኣይ መሓዝተይ ከኣ ከም ድለየን ክመውት። እዛ ሓዳር ሁበብላ እንዲኺ ተእትውላ ደለኺ ሁበብላ ኢኺ ተእትውላ። ህቦብላ ተእትወሉ ደለኻ ስራዕ ኢኻ። ተኸባቢርና ተኸድና ሕሸና በርሀ። ደሓን ከም ሽኮር። ቀደምና ኣብ ሕጂ በጺሕና ኣታ ተባሂልና ኣቱም ተባሂልና ኣታ ከይንበሃል። ግደፍ። ክነግረኪ ኣነ ብዛዕራት ሓጢኣት ክርኢ እንድየ ሓጢኣት ክጸንሓኒ ብዛዕራት። ግድብልክን ግድብልክን ካልእ ኣይኮነን ኣብ ጻዕራ እዚ ግን ሓጢኣት ክጸንሓኒ እዩ። እዚ ኩሉ ዘረባ ብኻልእ ዲኻ ትትርጉሞ ደለኻ? ከመይ ብኻልእ ማለት?
ብኻልእ ደኣ ኣነሲ ደኤ ምንቲ ኮይነስ ኣብ ዓራት ሰብኣየስብ ድሕረይሲ ካልእ ሰብኣይ ክእቱ በል እዚ ከይትሓስቦ ኣነ ብ ቃል ኪዳነይ ጽንዕትን እምንትን ሰብ እየ። ደሓን ምምናይኽ ፈሽል ክንሪኦ እኳ ኢና ኣብዚ እዋን እዚ። ንርኣዮ እዚ ጸገም ዶ ኣሎ ኢልካ? ክረኽበኪ እየ ኣነ በርሀ ኣነ ኣንጭዋ ካብ መዓሙቕ ዶ ውጹእ ሰብኣይ እየ ክረኽበኪ እየ። ጸገም የብሉን ብኸምኡሲ ኣፍ ልበይ ነፊሐ ዝኸይድ ንጽልቲ ከም ፒላጦስ። ንግዜ ንግደፎ ንግዜ ንግደፎ። ንግደፎ ጸገም ኣይኮነን ሓቁ ወዲኤን ወዲኤን ተውዒላ ሓዲራ ኣላ። ንግዜ ንግደፎ። ሕራይ ንግዜ ንግደፎ ጸገም ደለዎ ኣይኮነን እኮ። ክትሓፍሪ ኢኺ።
ድሕፍር የብለይን ንሱ ዝብል። ደሓር ኣብ ብርከይ ይድፍእ ኢልኪ በይ ሓወይ ተጋግየ ሰይጣን መዓልቲ ውዒለ ክትብሊ ኢኺ። ከይትሓልሙ ከምዚ ዓይነት ሰብ ኣይኮንኩን ኣነ ነብሰይ ጽቡቅ ጌረ ስለ ዝፈልጥ

ኣታ
ተትሪኦ ኣብ ውሽጠይ ከብደይ ዘሎ እዞም ሓሳኹ ተረዲኻ ኣለኻ ክበልዑ ንደልዮም ኣለዉ ስለ ፍለ ማርያም ስማኒ
ይርዳእካ ይርዳእካ ኣታ እዞም ኩሎም መላእኽቲ እንዳፀዋዑ ከምሲ ቁርብ ቁርብ ኣይትሰምዕን ቁርብ ኣስሓኾ ይህልወካ ኪድ ያኺ ባዕልኻ ትፈልጥ ቧ እንታይ ኣብ ላዕና በጃ ስለ ስለማን ስለ ማርያም በጃ ርዳእካ ስማዕኒ ወዲ ሰብ ካብ ሬት እንተበሊዑ ጢል ኣይሃርብን እዩ ተረዲእኻ ኣለኻ ሕጅስ ስለ ማርያም እብለካ ኣለኹ ስለ ማርያም ኪድ ያኺ ባዕልኻ ትፈልጥ ቧዕ ኣታ ነዞም ኩሎም መላእኽቲ እንዳጸዋዕኹልካስ ኣይትሰምዓንን ኣይትረድኣንን ኣነ ድምጽኻ ጥራሕ እየ ዝሰምዕ ዘለኹ ናይ ኩሎም ኣማልኽቲ ድምጺ ይሰማዕኩም ግን ሶሪ ይትሓዘለይ

ክዳን እኮ ኢድ የለ እንታይ ውስደልካ ኣነ ዕስራን ክልተን ቴሌቪዥን ኣብየት ሸውዓተ ሓፀብቲ ኣርባዕተ ፎርኖ እንታይ ትዛረብ ሰብዓ ሞባይል ዋ
ደው በል በጃኻ ኢለካ ብማርያም ኢለካ ደው በል ስማዕ እስከ እዚ ኩሉ ንብረት ደኣ እንታይ ክገብር ወሲዱ እዩ ኣነ ኣየር ብኣየር ክነግደሉ ሃበኒ ኢልካኒ ንዓ
ይተሓዋወሰካ ኣሎ ዝሓወይ ኣነ ክገርመካ እዚ ኩሉ ንብረት ኣብ መኻዚኖ ተደርዲሩ ጥራይ ሪኤዮ ዝፈልጥ እምበር ብኢደይ ከማን ሒዘዮ ዘይፈልጥ ኣነ። ኣታ ስቅ በል ኣይትዋራዘየለ ዋእ ንስኻ እኻ ትዋራዘየለይ ደለኻ ስማዕ ስማዕ እነግረካ ከምዚ ንብረት እንተደልወኒ ዳኣ እንታይ ገዛ ገዛ ዘኹልል ነይርኒ ቅጣባይ እንዳበላዕኹ ኣብ ገዛይ ኮፍ ደይ ኢለ ኣታ ኣነ ሕጂ ክበልዓካ እየ ንብረተይ ሃበኒ እብለካ ኣለኹ። ኣታ ኣርከብ መበል እያ ተሓዋዊስካ ኣሎ ንዓይ ንብረተይ ሃብካኒ። እዋይ ኣታ እዚ ከም ዝመጽእኩ እፈልጥ ነይረ ኣነ ዊይ ኣነ ኣሕ። ኣነ ከዓ እዚ ከም ዝመፅእ ኣይፈልጥን እየ ነይረ ክገርመካ። ሕጂ ተቐጥቂጥካ ትፈልጦ?
ሕጂ ምስ ተቐጥቅጥካ ትፈልጦ? ስማዕኒ ስማዕኒ ኮፍካ ብኣድጊ ዲኻ እንታይ ኢኻ መውቃዕቲ ጥራይ ባህ ድብለካ ኣታ ኣታ ኣሽ እዚ ሙሉእ ፅዒንካ ወሲድካዮስ ኣሉ ክትብለን እንታ ብኣንታ እንታይ ድበልዎ ናጤባይ ወደይዚ ኣነ ከምዚ ከማኻ ተረባግን ገጅፍ ማዕጓር ሰብኣይ ንመጀመርታ ግዜ እዩ ዝርእየካ ዘለኹ ርኤካ ከማ እንደይፈልጥ ዋ ኣንቁረኒ በል ዓይነይ ኣንቁረኒ ዓይነይ ዓይነይ ኣንቁረኒ ዋ ዓይንኻ ደኣ ከመይ ገይረ ከንቁረካ ዓይንኻ እንተንቂርናካ ደኣ ዓይኒ ምፀለይካ ትብለኒ ዓይንኻ ከይንቆርናልካ እኳ ኣተካልና ትብላሓና ድለኻ። እምበርከ መንቆርካኒ?
ዋእ ዓባ ዋእ እንድሕር ደይትጥቀመሉ ኮንካ ድኣ ካብ ጎል ሓጥ ሓጥ ድብል ስዕ ዕዉር ተትኸውን ከማን ጽቡቕ ኔሩ ዋእ። መን ደይጥቀመሉ መን ደይጥቀመሉ እብለካ ኣለኹ። ስምዓኒ እባ ስምዓኒ ተትጥቀመሉ ድኣ ንመን ሂብካዮ ዘይትፈልጥ ንዝሃብካዮ ንብረት እኮዩ ጠፊእካ ደሎ ወላስ ብዕሙትካ ኢኻ ሂብካዮ። ኣታ ሕጂ ከትዕም እንተ ደለኻ ሕጂ ከትዕም እንተ ደለኻ ሰረቅቲ ሪኢናዮ እሞ ከም ናትካ ዝምታ ግን ተራእዩን ተሰሚዑን ኣይፈልጥን እዩ። ኣነ ከኣ ከምዚ ናትካ ዘረባ ሰሚዐ ኣይፈልጥን እየ ክገርመካ ዘይሃብካንስ ሂበካ ትብለኒ ንዓይ። ኣታ በራድ ይኮነን ስምካ ስም ደኣ ጽቡቅ ኣለካ ግን ንብረት ተጋጊካ ኣለካ። በርሀ በዓል መከፋፈሊ ኤሌክትሮኒክስ ሰኸር ይኮንካን። ፋሕ ኢልካ ፋሕ ኢልካ ኣነ ኤሌክትሮኒክስ ተገዚኡ ንገዛ ምስ ኣተወ ኣብቲ ገዛ ምስ ተበላሸወ እናዘርኩ ገዛ ገዛ ዘዐሪ ቴክኒሻን በርሀ ዝበሃል ኣነ። ትካል የብልካን?